ሕራይ ክብራት ተኸታተልቲ ከመይ ውዕልኩም ናይ ሎሚ መደብና ክንጅምር ኢና ኣብዚ መደብና ኣገረምቲ ዜናታት ኣለውና ከምኡውን ኣገራሚ ሓደ ጉዳይ ኣሎ እሱ ናባኻትኩም ክንገብሮ ኢና ሕጂ ናብቲ መደብና ክንኣትው ኢና እቲ ናይ መጀመርያ ሓበሬታ ዝኸውን ፈረንሳይ ኣብ ልዕሊ እስራኤል ዝገበረቶ እገዳ ተኸቲሉ እስራኤል ኣብ ልዕሊ ፈረንሳይ እገዳ ገይራ ኣላ ኣነ ዝሰርሖ ኣፅዋረይ ንፈረንሳይ ሸይጥን እየ ኢላ ኣላ እስራኤል እስራኤል ተሰርሖ ኣጽዋር ስንታይ እዩ? እንታይ ዓይነት ኣጽዋር ካብ ኣሜሪካ ትቐበል? እንታይ ዓይነት ኣጽዋር እያ ትሸይጥ? ግን ያው ኣለኾ እየ ትብል። ስለዚ እዚ ካብ ግብረ መልሲ ጌራ ቆፂራቶ ኣላ። ኣብ ልዕሊ እስራኤል ብዙሓት ሃገራት ማዕቐብ ገይሮም ኣለዋ። ንኣብነት ስፔን፣ ኢጣልያ፣ ፈረንሳይ፣ ስዊዘርላንድ እዚኦም ኣብ ልዕሊ እስራኤል ማዕቐብ ዝገበሩ እዮም፣ ውልቃዊ ማዕቐብ ዝገበሩ እዮም። ፖላንድ ድማ ኣብ ልዕሊ ኣሜሪካ ማዕቐብ ገይራ ኣላ። ናይ ሚሳኤል ባትሪታት ሰደድ ጠጠው ኣቢላ ኣላ ማለት እዩ። ስለዚ ኣብ መንጎ ምዕራባውያንን ኣሜሪካንን እስራኤልን ዘሎ ምፍልላይ ካብ ዕለት ናብ ዕለት እንዳ ሰፍሐ እንዳ ተፈናኑ ይመጹ ኣለው። ሕጂ ሕጂ ድማ ሓድሽ ነገር ተኸሲቱ ኣሎ። ኣርብዓ ሃገራት ምስ ኢራን ንክገጥሙ መራኽቦም ናብ ሆርሙዝ ይሰዱ ኣለዉ። እዚኦም ዓረባዊ ሃገራት በዚ ንኣሜሪካን እስራኤልን ነውግዝ ይብሉ፣ በዚ ድማ እቲ ቦታ ክንከፍት ኢና ኢሎም ይመጹ ኣለዉ። ኣርብዓ ኩሎም ኩሎም እቶም ዓረባዊ ሃገራት ሓንቲ ነገር ክገብሩ ከም ዘይክእሉ እፈልጡ እዮም። ሓንቲ ነገር ክገብሩ ከም ዘይክእሉ እፈልጡ እዮም። እንትርፎ በቃ ንኣሜሪካ ንሕና በተዘዋዋሪ ሓጊዝና ከለና ኢሎም ንምዝራብ እንተዘይኮይኑ ካልእ ነገር ክገብሩ ዝኽእሉሉ ነገር የለን። ኣሜሪካ ንገልፍ ሃገራት ክልተ ነገር ሓቲት ኣላ። እሱን ወይ ምስ ኢራን ወይ ምስ እስራኤል ክትኮኑ ኣለኩም። ነዚ ዝበለ ኣብ መንግስቲ ኣሜሪካ ዓብይ ቦታ ዘለዎ ኣብ እስራኤል ኣምባሳደር ማይክ ሓክን እዩ ነዚ ተዛሪቦ። ማይክ ሓክን ቅድሚ ወርሒ ተዝክሩ እንተ ኮንኩም ምስ ሃይማኖትን ታሪክን ብምዝማድ እቲ እሱ ዝፈልጦ ሃይማኖት ካልእ እዩ፣ ናይ ክርስትና ሃይማኖት ድማ ካልእ እዩ። እሱ ክርስትያን እየ ስለዚ ክርስትና ሃይማኖት እስራኤል ንክርስትና ሃይማኖት ብፍፁም ኣይደግፍን እያ ካብቲ ትፀልኦም ሓደ ክርስትና ሃይማኖት እዩ ተቀዳማይ ዝኾነ ኮይኑ ግን እዚ ሰብ ብዘይ ኣፍልጡ ኣፍልጡ ስለዘይብሉ ፈጣሪ ሃይማኖት እዚ ኩሉ ሃገር ናይ እስራኤል እዩ ኢሉ ነይሩ ብታሪኹን ከምኡ እዩ ነይሩ ኢሉ ተዛሪቡ ነይሩ ስለዚ እዚ ሰብ ንገልፍ ሃገራት ምርጫኹም ኣምዓራር እዩ እንዳበሎም እንዳነገረ እዩ። እስራኤል ክትበልዓኩም እያ። ኢራን ክትሕልወኩም እያ። ስለዚ ምርጫኹም ግበሩ ዓይነት መልእኽቲ ገይሩ ቅድሚ ወርሒ ግን ናይ ገልፍ ሃገራት ብፍጹም እዚ ክርድኦ ኣይከኣሉን እዮም። ግዜ ምስ ዝመጽእ ግን ክርድዎ እዮም። እቲ ካልእ ኢራን እያ። ኢራን ናይ እስራኤል ናይ ቴሌኮም ኮድ ጃም ጌራ ንኹሉ ካብ ዓሰርተ ሽሕ ንላዕሊ መልእኽቲ በቢሞባይሎም ሰዲዳ እያ። ስለዚ ኣብ እስራኤል ዘሎ ማንኛውም ነገር ኢራን ጃም እንዳገበረቶ እያ። ሚስጥራት ናይ በዓል ናታንያሁ፣ ናይቶም ካልኦት ዓበይቲ መራሕቲ ናይ ቴሌፎን ዝርርቦም፣ ዝጸሓፉሉ ኩሉ ነገር ነቶም ኣገዳሲ ትብሎም ሰባት መልእኽቲ ትሰደሎም ኣላ ከመይ ቀኒኹም እንዳበለት ስለዚ ብሓያል ቴክኖሎጂ ብልጫ ኣሪኣላ ማለት እዩ እቲ ካልእ ኣርባዓ ሃገራት መራኽቦም ሰዲዶም ኣለው። እዞም ሃገራት ንኢራን ነቲ ናይ ሆርሙዝ ሰርጥ ከነኸፍት ኢና ዝብል ምምስማስ ሒዞም እዮም መፅኦም እዚ ምምስማስ ግን ውፅኢታዊ ክኾኑ ኣይከኮኑ ቅድሜና ክንርኢና ንሳቶም ነዚ ውፅኢት ከምፅኡ ኣይክብሉን እዮም እቲ ካልእ ሓበሬታ ድማ ዓለምና ብጣዕሚ ኩቡር ዝኾነ ናይ ጦር ሓይሊ ወይ ድማ ፔንታጎን ብኢራን ተዋሪዱ ሮን ፖል እዩ ነዚ ዝበሎ። ናይ ቀደም ናይ ኣሜሪካ ፖለቲከኛ ሮን ፖል ኢራን ብማእኸላይ ምስራቕ ዘሎ ናይ ኣሜሪካ ናይ ጦር ጣብያ ከምኡውን ናይ ጦር ኣፅዋራት ኣጥፊኣቶም እያ የዕንያቶም ኣላ ክብል ተዛሪቡ ኣሎ። እሱ ከምቲ ዝብሎ ናይ ኢሮን ጦር በጀት ካብ ፔንታጎን በጀት ሓደ ፐርሰንተይ ሓደ ፐርሰንቲ ኣይበፅሕን እዩ በዚ ንእሽተይ በጀት ግን ነቲ ዓብይ ናይ ዓለምና ክቡር ዝኾነ ናይ ዓለምና ወተሃደራዊ ሓይሊ ኣጥቂዓቶ እያ ኢሉ እዚ ናይ ኣሜሪካ ፕሬዚዳንት ካብ ሕጊ ወፃኢ መንገዲ ናብ ኩናት ዘእተዎ ኩናት ናይ ኣሜሪካ ጦር ድሕሪ ሕጂ ኣብ ዘይስዕረሉ ደረጃ ኣብፅሕዎ ኣሎ ኢሉ ኣሎ ወሲኹ ማለት እዩ። እዚ ክንርኢ ከለና እንታይ እዩ እዚ ሰብ ሓደ ፐርሰንት ኣይበፅሕን እዩ ኢሉ ልክ እዩ ሓደ ፐርሰንት ኣይበፅሕን እዩ ኣሜሪካ እዞም ቶም ሆጎን ዝበሃሉ ሚሳኤላት ካልኦትን ሚሳኤላት ብክቡር ዋጋ እያ ትገዘን ተምህርተን ምህርቲ ክግበር ከሉ ክቡር እዩ ኢራን ብ20 ዶላር ብ ዕስራ ሽሕ ዶላር ተውጽእ ናይ ሞተር ሳይክል ሞተር ዝገጠሙላ ድሮን ገይራ ንኣሜሪካ ትዘብጦም ዝነበረት። በዚ ዝተልዓለ ኣሜሪካ ገዚፍ ወጻኢ ኣውጽያ። ዘምጻቶም እቲ ኣጽዋር እቲ ራዳር እቲ ኮሚኒኬሽን ኩሉ ኮታ ሚሳኤላት ነፀረ ሚሳኤል ፀረ ኣየር ብሙሉእ ዝዓነወ ክቡር እዩ ስለዚ ሓቂ እዩ ሓደ ፐርሰንት ከማን ኣይበፅሕን እዩ ሓደ ፐርሰንት ኣይበፅሕን እዩ በዚ ሓደ ፐርሰንት ዘይበፅሕ ነቲ ዓብይ ግዙፍ ዝኾነ ወታደራዊ ዓቕሚ ምድምሳስ እቲ እቲ ሓያል ወተሃደራዊ ስትራቴጂ እዩ። ሓያል ወተሃደራዊ ስትራቴጂ እዩ። ኢራን ቀዲማ ኩሉ ነገር ኣጽኒዓ ነዚ ኩሉ ነገር ተቐራሪባ ጸኒሓቶም እሳቶም ዝመጽሉ ሰዓት ጥራሕ ትጸበይ ነይራ ኣሜሪካ ድማ ናይ እስራኤል መራሒ ፈላጥ ኣነ ጥራሕየ ዝፈልጥ ናተይ ሞሳድ ከምዚ ገብሩ ናተይ ሞሳድ ከምዚ እዮም ኢሉ ኘኝ ኢሉ ኣሎ ኣብ ርእሱ ትራምፕ በቃ ኣሚኑ ብሰለስተ መዓልትማ ካላስ ክንጅምሮ ኢና ኢሉ ጀሚርዋ ኣብ ሽዱሽተ ሰሙን ናይ ኣሜሪካ ጉዳይ ኣኽቲሙ በዚ ዝተላዕለ በዚ ዝተላዕለ ኣሜሪካ ሓያል ውርደት ድሕሪ ሕጂ ኣብ ኩናት ኣትያ ክትስዕር ከምዘይትኽእል ዝተረጋገጸሉ እዩ ሓቂ እዩ ሮምፖል ሮምፖል ዝዛረቦ ሓቂ እዩ ድሕሪ ሕጂ ኣሽንኳይ ንቻይና ንሩስያ ምግጣም ሃገራት ክትግጠም ኣይትኽእልን እያ ምክንያቱ እቲ ድኽመት ናይ ኣሜሪካ ተፈሊጡ እዩ ክቡር ዋጋ ዘሎ ኣፅዋር ምሓዝ እምበረ ውፅኢታዊ ዝኾነ ኣፅዋር ሒዝካ ዕውት ነገር ንምግባር ትኽእለሉ ወተሃደራዊ ብቕዓት የለን። ኢራን ብጣዕሚ ዝሓሰሩ ብጣዕሚ ቆልዓ ቆልዓ ተፃዊቶምሎም እዮም። ንኣብነት እተን ክቡራት ሚሳኤል ስእሊ እየን ብስሪዲ ዝተሳእለ ስእሊ እየን ዘዕንዋ ዝነበራ ፍሒኛታት እየን ዝዕንዋ ዝነበራ ስለዚ ክልተ ሚእቲ ሰለስተ ሚእቲ ክቡራት ፈንጅታት ኣብ ዘይኮነ ፎልስ ዝኾነ ታርጌት የሪሞሞ ብድሕሪኡ ድማ እሱ የህሪማ ምስ ወድኡ ድማ እሳቶም ነቶም ኣየር ብምሉእ ኣልዒሎም ፓኪስታን ይእትዮም ኣብ ፓኪስታን ኮፍ ኢሎም እሳቶም ሚሳኤላቶም ኣውፅኦም ብሚሳኤል በሎ ብድሮናት በቶም ዕስራ ሽሕ ድሮናት ናይ ኣሜሪካ ናይ ሚሳኤል መከላኸሊ ሲስተም የዕንዮሞም እቶም ዘይዓነዉ ድማ ጠያይቶም ክውድኡ ክትእ ተገይሮም። ብድሕሪኦ ብዘይ ከልካሊ ኣብ እስራኤል ይኹን ኣብ ናይ ካምፕታት ኣሜሪካ እተን ድሮናት ካሜራ ገጢሞምሎም ኣየናይ ኣየናይ ክንሃርም እንዳመረፁ እንዳመረፁ ናይ ምህራም ዕድላት ረኺቦም እዮም። ስለዚ ሮን ፖሊ ብጣዕሚ ትኽክል እዩ ተዛሪብዎ። ናይ ክብራት ተኸታተልቲ ናይ ሎሚ መደብና ነዚ መስል ስለተኸታተልኩምኒ የቐንየለይ። ምሸት ብቃለ መደብ የራኸበና። ሰላም ዋዕሉ። ቻው ቻው።